እዚ ብሓቂ ንሓደ ወዲ ኣዝዩ ክብረቱ ዝትንክፍ ቃል እዩ። ኣብ ህይወት ሓደ መዓልቲ ዓቢ ዋጋ ከም ዘኽፍለና እንዳ ፈለጥና ሱቕ ኢልና ኣብቲ ዘለናዮ ካብ ምቕጻል እቲ ክኽፈል ዘለዎ ዋጋ ከፊልና ካብዚ ሽግር እዚ ክንወጽእ ወይ ድማ መፍትሒ ክንደሊ እዩ ዝግብኣና እምበር ሰበብ እንዳምጻና ኣብቲ ዘለናዮ ኩነታት ክንጸንሕ የብልናን። ምሳና ኣብ ፍቕራዊ ህይወት ብሓንሳብ ዘለዉ ሰባት እቶም ቀንዲ ንህይወትና ሚዘራብል ድገብሩ እንተኾይኖም ዋላ ከቢድ ውሳነ ይኹን ቅድሚ ኣብቲ ከቢድ ዋጋ ንኸፍለሉ ዕለት ቅድሚ ምብጻሕና ካብኣቶም ክንርሕቕ እዩ ዘለና ምኽንያቱ ኩሉ ግዜ ከም ንፈልጦ ዝኾነ ይኹን ሕማም ቀልጢፍና እንተዘይተፈዊስናዮ ናብ ሞት ዝወስድ ዋጋ እዩ ዘኽፍለና ልክዕ ከምዚ ድማ እታ ምሳኻ ዘላ ኣፍቃሪተይ ትብላ ወይ ድማ እቲ ምሳኺ ዘሎ ኣፍቃሪየይ ትብልዮ ብቐጻሊ ሂወትኪ፣ ሂወትካ፣ ዘበላሹ፣ ተበላሹ፣ እንተኾይና ቀልጢፍካ ምውሳን እዩ ዘለካ። እስከ ኣብ ፍቕራዊ ርክብ ምሳኻ ዘላ ወይ ድማ ንፍቕሪ እትሓታ ጓል እዚ ሎሚ ንሪኦ ቃላት ካብ ኣፋ ፈጺማ ተዘይኣውጺኣቶ ብርግጽ ኣባኻ ስምዒት ኣለዋ ማለት እዩ። ከምቲ ንፈልጦ ካብ ኣፍ ዝወጽእ ቃል ይሃንጽ፣ የፍርስ፣ የነቓቕሕ፣ ከም ዝስልችወካ ይገብር፣ ከም ዝተፈተኻ ኮይኑ ይስምዓካ፣ ከም ዝተጸላእካ ኮይኑ ከም ዝስምዓካ ይገብረካ። እዚ ወላ ቅድሚ ዓመታት ዝሰማዕካዮ ሓደ ዝጎድእ ቃል ተኾይኑ ፈጺሙ ካብ የእሙረኻ ኣይሃስስን'ዩ። ስለዚ ኣብ ነፍቅሮም ሰባት ኣብ ልቢ ዝተርፍ ቃላት ፈጺምና ክንጥቀም የብልናን። እዚ ካብ ዝገርመኩም ዋላ ተጋጊኻ ነቲ ተፍቅሮ ሰብ ሓንቲ ሕማቕ ቃል እንተውጺኻሉ ተጣዒስካ ካልኣይ ዕድል ሓቲትካ ከይህበካ ይኽእል እዩ። ዋላ ተሃበካ ውን እቲ ቁስሊ ኣብ ርክብኩም ዓቢ ጋብ ክፈጥር ይኽእል እዩ። ክሳብ መወዳእታ ድማ ክርስዖ ኣይክእልን እዩ። ስለዚ ብፍላይ ኣብ ትፈትዋ ጓል ወይ ትፈትውዮ ወዲ ብዋዛ ወይ ብሸለልትነት ዘይምለስ ወይ ዘይዕረ ቃላት ካብ ኣፍካ ከይተውጽእ ስለዚ ሓንቲ ጓል ብልቢ ትፈትወካ እንተኾይና ኣባኻ ናይ ብሓቂ ስምዒት እንተለዋ እዞም ሎም ንዕልለሎም ቃላት ፈጺማ ኣይትጥቀመሎምንያ ናብ ቻነል እንቋዕ ብደሓን መጻኹም እንዳበልኩ ኣብዚ ቻነል ሓደሽቲ እንተለኹም ሳብስክራይብ ክትገብሩ ነቲ በብጊዜኡ ዝፍነወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም ሰናይ ምክትታል። ቀዳማይ፣ ሓንቲ ናይ ብሓቂ ትፈትወካ፣ ኣባኻ ናይ ልቢ ስምዒት ዘለዋ ጓል፣ ብዘየገድስ ምሳኻ ብፍቕሪ ሓቢራ ዘላ ትኹን፣ ኣብ ፍቕራዊ ዝምድና ንምጅማር ዘላ ትኹን፣ ፈጺማ ነቲ ንስኻ ተዕልሎ ዕላል፣ ኩሉ ግዜ ኣንጻር ዕላልካ ወይ ኣብ ኣረኣእያኻ እንተ ትካታዕ ኮይና፣ እዚ ብተፈጥሮ ካብ ልባ ዝፍልፍል ደስ ዘይብል ወይ ዘይስሕብ ዕላል ስለ ዝስምዓ ዘሎ ርጀክት እያ ትገብሮ ዘላ ንሕና ደቂ ሰባት ንፈትዎም ሰባት ዝፈትውዎ ወይ ምስ ኣረኣእየኦም ክንሰማማዕ ዘኽእለና ውሽጣዊ ስምዒት ኣለና መብዛሕትኡ ግዜ ኣብ ኣጸቢቆም ዝፋተዉ ፍቁራት እዩ ዝረኣይ ምቅዳሕ ባህርያት ይረኣዩ ኣዘራርበኦም ዝጥቀሙሎም ቃላት ኣካይደኦም ሓደ ዓይነት ዳኾነ እዩ ዝመጽእ ምኽንያቱ ኦሬዲ ብኡ ተሳሒባ ኣላ ማለት እዩ በንጻሩ ግን ዝገበርካዮ ዘየሐጉሳ ምስ ተቕርቦ ሓሳብ ኩሉ ግዜ ዘይትሰማማዕ እንተኾይና እዚ ንዓኻ እውን ዓቢ ሕቶ ክፈጥረልካ ይኽእል እዩ። ንገዛእ ርእስኻ ኩሉ ግዜ ጌጋ ምርጫ፣ ጌጋ ኣረኣእያ ከም ዘለካ ክሳብ ትኣምን ዝገብር እዩ። ዝገበርካዮ ኩሉ እቲ ንስኻ ትፈትዎ ነገር ከም ትገድፎ፣ ከም ትጸልኦ፣ ፈጺሙ ምሳኻ ዝሰማማዕ ነገር ከም ዘየለ ትነግረካ እንተ ኾይና እዛ ጓል እዚኣ ተፍቅረኒ'ያ ኢልካ ትሓስብ እንተ ኾይንካ ዕሽነት'ዩ። እንታይ'ዩ ዝኾነ ነገር ዝነገርኩኺ ወይ ድማ ዝገበርክዎም ነገራት ዘይትፈትውዮም? ኢልካ ኣብ ክንዲ ትሓታ ሱቕ ኢልካ ትሪኣ እንተ ኾይንካ ሓደ መዓልቲ ትሓፍረሉ ወይ ትጠዓሰሉ ዕለት ምእታውካ ኣይተርፍን'ዩ። ሓንቲ ጓል ምሳኻ ናይ ብሓቂ ፍቕሪ ተሒዝዋ እስኻ ዝፈተኻዮ እስኻ ዝኣመንካል ምድጋፍ ጠራሕ ዩ ስርሓ። ካልኣይ ሓንቲ ናይ ብሓቂ ተፍቅረካ ጓል ብፍጹም ብዛዕባ ኤክስ ቦይፍሬንዳ እንዳልዓለት ምሳኻ ክተወዳድር ኣይትፍትንያ። ሓንቲ ጓል ኣፍቃሪትካ ትኹን ወይ ናይ ፍቕሪ ሕቶ ተቕርበላ ብሕቶኻ ትሰማማዕ ጓል ብሓጺሩ ልባ ሂባ ተፍቅረካ እንተኾይና ብዛዕባ ዝሓለፈ ታሪኽ እንዳምጸት ምሳኻ ኣይተዋዳድሮንያ። ንኣብነት ብጣዕሚ ተፍቅሮ እነበረት ብናታ ጥፍኣት ዝኸሰረቶ ወድ እንተ ኔሩ ሕጂ ግን ንስኻ ኢኻ ምስኣ ዘለኻ ምሽ እቲ ልባ ንስኻ ክትመልኦ እዩ ዝግባእ እምበር ልባ ብኻልእ ተታሒዙ ከሎ ንዓኻ ክተፍቅረካ ኣይትኽእልን እንታይ ድኣ በይና ንኸይትኸውን ወይ ዓርኪ ክትሕዝ ስለ ዘለዋ እያ ብብዙሕ መንገድታት ክተልዕለልካ ትኽእል እያ ንሱ ከምዚ ይገብረለይ ኔሩ ንስኻ ግን ኣብ ከምዚ ይወስደኒ ኔሩ ዝያዳ የሐጉሰኒ ኔሩ ንሱ ኣብ ከምዚ ንፉዕ ነይሩ ብምባል ንዕኡ ላዕሊ ንዓኻ ታሕቲ ክትገብረካ ትፍትን ብሓቂ ንስኻ ኣብ ልባ እንተለኻ ንስኻ ትህባ ቦታ ንስኻ ትገብረላ ምክንኻን ሓልዮዲ ፍቕሪ ክውስኽ እዩ ዝገብራ እምበር መመሊሳ ብዝሓለፈ ፍቕራ ክትጣዓስ ኣይትነብርንያ ስለዚ ከምዚ እንዳገበረትካ ነዚ ሸለል ኢልካ ምስኣ ትነብር እንተለኻ ወይ ናብቲ ኤክስ ኣፍቃሪኣ ክትምለስ ተተባብዓ ኣለኻ ወይ ድማ ሓደ መዓልቲ ኣይትሓዘለይ ልበይ ብሓደ ሰብ ተታሒዙ'ዩ ኣይከኣልኩን ኣብ ልበይ ክእትወካ ክትብለካ ኢኻ ትጽበ ዘለኻ ስለዚ እቲ ውሳነ ናትካ'ዩ ንሱ'ኮ ኢላ ዕላል ክትጅምር ከላ ዘረባ ደው ከተብል ከም ዘለዋ ሕተታ ብዛዕባ እዚ ነገር እዚ ድማ ክትሰምዕ ከም ዘይትደሊ ናይ መወዳእታ ንገራ እምበር ንኸይትገድፈካ ኢልካ ሱቕ ኢልካ እንዳሰማዕካያ ኣይትንበር ሳልሳይ ሓንቲ ናይ ብሓቂ ተፍቅረካ ጓል ብፍጹም ዘይትጥቀመሎም ቃል ይቅሬታ ኣይብለካን እየ መን ስለ ዝኮንካ ዝብል ዘረባ እዩ እዚ ርዱእ ነገር እዩ ዝገበረት ጌራ በዲላትካ ክንሳ ይቅሬታ ክትሓተካ ምስ ተሓታ ፍቃደኛ ተዘይኮነት ወይ ድማ መን ስለ ዝኮንካ እያ ይቅሬታ ዝሓተካ እንተኢላትካ ኦሬዲ ኣባካ ዘለዋ ንዕቀት ፈጺማ ፍቅሪ ይኩን ሓልዮት ከምዘይብላ ዘርኢ እዩ ብሓፈሻ ይቕሬታ ዘይገብሩ ሰባት፣ ካብ ምሒር ኣብ ገዛእ ርእሶም ጠራይ ምሕሳብ፣ ንኻልእ ሰብ ዋጋ ዘይህቡ ወይ ንሳቶም ዝበለጹ ኮይኖም ስለ ዝስምዖም እዩ። ይቕሬታ ምባል ኣብ ልዕሊ እቲ ሰብ ዘለካ ክብሪ እዩ ዘርኢ። ኣብ ልዕሌኻ ፍቕርን ክብረትን እንተለዋ ግን ይቕሬታ ክትብለልካ ብጣዕሚ እያ ትደሊ። ኖኖ ዓቢ በደል በዲላትካ፣ ከይፈለጠት፣ ንኣሽቱ ጌጋ እንተ ጌራ ከማን ንኸይትቅየመላ ኢላ ይቅሬታ እያ ትሓተካ ስለዚ ይቅሬታ ምባል ተኣቢ መን ኢኻ እስኻ ይቅሬታ ዝሓተካ ትብለካ እንተ ኮይና ፈጺምካ ኣብ ሂወትካ ከይተእትዋ ኣይተድልየካን እያ ድማ ኣብ ፍቅራዊ ርክብ ሓደ ካብቲ ኣገዳሲ ነገር ነንሕድሕድና ይቅረ ምብህሃል እዩ እዚ ተዘየለ ግን ምሳኻ ዘላ ሰብ ጌጋ ሰብ እያ ራብዓይ ሓንቲ ጓል ናይ ብሓቂ ተፍቅረካ እንተኾይና ሕጂ ሰብኣይ ዲኻ ንስኻ ኣይትብለካን እያ እዚኣ ዓይነት ጓል ፈጺማ ኣብ ሂወትካ ክትጸንሕ የብላን እንተላ ድማ ከተዐርያ መታን ክትዛረባ ክትክእል ኣለካ ደው ከተብሎን ከተጠንቅቃ ኣለካ ናይ ብሓቂ ስምዒት ኣባኻ እንተለዋ ንሳ ንዓኻ ከም ሰብኣይ ኣሚና እያ ተፍቅረካ ስለዚ ከመይ ጌርካ ንሓደ ተፍቅሮ ወዲ ከምዚ ክትብሎ ትደፍር? ኣብ ፍቕራዊ ርክብ ክንሓርቕ፣ ክንጋጮ ንኽእል እንዲና፣ ግን ነቶም ምሳና ዘለዉ ነፍቅሮም ሰባት ስምዒት ዝትንክፍ ቃላት ክንጥቀም ኣይንኽእልን ኢና። ብፍላይ ድማ ናይ ብሓቂ ተፍቅራ ጓል እንተኾይና ብፍጹም ነዚ ከምዚ ዓይነት ቃል ኣይተውጽኦን እያ። እዚ ብሓቂ ንሓደ ወዲ ኣዝዩ ክብረቱ ዝትንክፍ ቃል እዩ። መንነትካ ዘውድቕ፣ ብሞራል እውን ዝሃስየካ ቃል እዩ። ነዚ ዋላ ኣፍቅራ ከመይ ክትጻወሮ ትኽእል ከምዚ ክትገብር ከተፍቅደላ የብልካን ብጣዕሚ ቡዙሓት ኣዋልድ ከምዚ ዓይነት ዘረባ ይዛረባ እየን እዚኤን ምናልባት ናተን ዝኾነ ምስ ኣወዳት ዘጋጠመን ኢሹ ክህሉ ይኽእል እዩ ምናልባት ኣብ ፍቅራዊ ሂወት ዘየለዋ ክኾና ይኽእላ እየን በንጻሩ ግን ሓንቲ ኣብ ፍቅራዊ ርክብ ዘላ ኣብ ልዕሊ ኣፍቃሪኣ ከምዚ ዓይነት ዘረባ እንተ ተውጽእ ኮይና እዛ ጓል እዚኣ ካብ ልባ ኣውጽያትካ እያ ከም ኣፍቃሪኣ ዘይኮነት ትርእየካ ዘላ ከም ሓደ ተራ ሰብ ካብ ሂወታ ክተርሕቀካ ትደሊ ዓይነት ሰብ ኢኻ ነዚ ቀይሕ ሕንጻጽ እዚ ሓሊፋ ክሳብ ትንዕቀካ ዕድል ኣይትሃባ ስብእነትካ ክተርእያ ተዘይኪኢልካ ስብእነት ክበሃል ከሎ ብበትሪ ወይ ብምህራም ዘይኮነ ስብእነት ክብሪ ዝግብኦ ነገር እዩ ጓል ድማ ነዚ ክብሪ እንተለዋ ነዚ ቃል ደፊራ ኣብ ልዕሌኻ ከተውጽኦ ኣይትኽእልን እያ። ሓምሻይ፣ ሓንቲ ጓል እንተፍቂራትካ፣ ኣብ ልባ ዘእተወትካ ኣፍቃሪት እንተኾይና፣ ብዛዕባ መሓዙታ ዝኾኑ ኣወዳት፣ መልክዕ፣ ቁመና፣ ንዓኻ ፈጺማ ኣይትነግረካን እያ። በቃ ኣባኻ ስምዒት እንተለዋ፣ ብጀካኻ ካልእ ወዲ ኣብ ዓይና ኖርማል እዩ። ዋላ እቶም ትፈልጦም መሓዙተይ ትብሎም ናይ በሓቂ ሙልኩዓት ይኹኑ ንዓኣ ንስኻ ኢኻ ዝመልካዕካ ኮይኑ ዝረኣያ እዚ ትዛረብ ጓል ከምዚ ክትዛረብ ከላ ንዓኻ ከም ዝጎድእካ ኣጸቢቃ እያ ትፈልጥ ምኽንያቱ ከም ጓል መጠን ምስኣን ከለኻ ንመሓዙታ ወይ ሓንቲ ንስኻ ትፈልጣ ጓል ብመልክዓ ከም ተድንቃ ክትንእዳ ምስ ትጅምር ወይ ድማ ምስ ትነግራ ከመይ ከም ዝስምዓ ኣጸቢቃ እያ ትፈልጦ ብግርህነት ሰባት ከነድንቕ ንኽእል እንዲና ኣብ መንገዲ ርኢናዮም ሰባት ብመልክዖም ማለት እዩ ግን ንነፍቅሮ ሰብ ኣይንዛረብን ኢና ምስ ኣፍቃሪትካ እንዳኸድካ ሓንቲ ምልክዕቲ ጓል እንተሓሊፋ ተጠዊኻ እንዳረኣኻ ብዛዕባ መልክዓ ነፍቃሪትካ ኣይትነግራን ኢኻ ንሳ ነዚ ጽቡቕ ጌራ ትፈልጦ እያ ንሳ ነዚ ከመይ ከም ዘቕንኣን ከመይ ከም ዘሕርቓን ኣጸቢቓ ትፈልጦ እያ ስለዚ ነዚ እያ ድማ ኮነ ኢላ ብዛዕባ እቶም ትፈልጦም መሓዙታ ትብሎም ኣወዳት ብገለ ኣትራክት ከም ዝገበርዋ ንዓኻ ትነግረካ። ከምዚ ትገብር ጓል ቀልጢፍካ ኢኻ ደው ከተብላ ዘለካ ወይ ድማ ግልጺ ዝኾነ ሕቶ ክትሓታ ኣለካ፣ ኣባይ እንታይ ዓይነት ስምዒት እዩ ዘለኪ? ኢልካ ክሊር ክትገብሮ ክትሓታ እዩ ዘለካ። ሱቕ ኢልካ እንተተቐቢልካያ ሓደ መዓልቲ ንገዛእ ርእስኻ በይና ክትረኽባ ኢኻ። ሓደ ሓደ ግዜ ሸለል ክትብሎ ትኽእል ኢኻ ይኹን እምበር እዛ ጓል ኣባኻ ዘለዋ ስምዒት ተወዲኡ ንዓኣ ትስሕብ ኣይኮንካን ስለዚ ተፍቅረካ እንተኾይና ደፊራ ንሱ እኮ ጽቡቕ እዩ ንሱ እኮ ከምዚ እንዳበለት ንዓኻ ክተዕልለካ ኣይትደፍርንያ ስለዚ ደው ኣብላ መርገጺኣ ክተነጽር ድማ ሕተታ